እዚ ኣብ ታሪኽ ወዲ ሰብ ጸሊም ነጥቢ ዝገደፈ፣ ኣስታት ካብ ፍርቂ ህዝቢ ዓለም ዘህለቐ ተላባዒ ሕማም እንታይ እዩ? መኣስ ዓመተ ምህረት ከ ነይሩ? ቁጥዓ ፈጣሪ ድዩስ ወይስ ምህዞ ወዲ ሰብ? ሰላም ወዲ ሰብ ኣብዛ ምድሪ ብህይወት ሃልዩ ንዓለም ክገዝኣን ብምዕባለ ክሕምብባን ዝኸኣለ ክንደይ መሰናኽል ሓሊፉ እዩ ኣብዚ ደረጃ እዚ በጺሑ። ንሎሚ ኣብ ታሪኽ ብዛዕባ ጸሊም ሞት ወይ ብላክ ዴዝ ተባሂሉ ዝፍለጥ ዓለም ካብ ዝረኣየቶ ዘባህርር ለበዳ ሕማም ክንርኢ ኢና። ተኸታተሉ። እዚ ለበዳ ብሃንደበት ዝተላዕለ ተራ ሕማም ዘይኮነ፣ ምስ ምስፍሕፋእ ኣህጉራዊ ነግዲ ዝተሓላለኸ ስነ-ህይወታዊ ኩነታት ደቂ ሰባት ኣብ ከተማታትን ተጨባቢጡ ክነብሩ ብምጅማሮም ተደሚሮም ዝተፈጥሩ ፍጹም ማዕበል ለበዳ ነበረ። እሞኸ ከመይ ኢሉ ደኣ ተጀመረ? ንዓለምከ ከመይ ቀየራ? ንሎሚ ነዚ ኢና ክንርኢ። ክልተ ሚእቲ ሚልዮን፣ እወ ክልተ ሚእቲ ሚልዮን ብትኽክል ሰሚዕኩምኒ ኣለኹም። እዚ ብውሑድ ዝግመት ቁጽሪ ምዉታት እዩ። ነገሩ ዝያዳ ዘስደምም ዝገብሮ ድማ፣ ኣብቲ እዋን ማለት ኣብ መበል ዓሰርተ ኣርባዕተ ክፍለ ዘመን ጠቕላላ ህዝቢ ዓለም ሓሙሽተ ሚእቲ ሚልዮን ጥራይ ምንባሩ እዩ። እዚ ማለት እቲ ለበዳ ሕማም ናብ ኣርብዓ ሚእታዊት ዝግምገም ካብ ህዝቢ ዓለም ቀቲሉ ማለት እዩ። እዚ ከምዚ ዓይነት ጃምላዊ ህልቂት ቅድሚኡ ይኹን ድሕሪኡ ኣብዛ ንነብረላ ዘለና ዓለም ተራእዩ ይፈልጥን እዩ። ኢጣልያዊ ጸሓፊ ጆቫኒ ቦካችዮ ኣብ ፍሎረንስ ዝነበረ ዘስካሕክሕ ኩነት ክገልጽ ከሎ፣ ቁጽሪ ምዉታት ካብ መጠን ምብዝሑ ኣብ መቓብራት ኣብያተ ክርስትያናት ዓበይቲ ጎዛጉት ኲዒቶም ብጅምላ ይቐብሩ ምንባሮም ይሕብር። እዚ ድማ ስድራቤትን ፈተውትን ብኽብሪ ንምቕባር እኳ ዘይተዓደሉሉ ኣዝዩ ጸልማት ዘመን ነበረ። መበገሲኡን መተሓላለፊኡን ግዚኡ ሽሕን ሰለስተ ሚእትን ኣርባዓን ሽዱሽተን ዓመተ ምህረት እዩ። ናይ ሞንጎልያ ሰራዊት ታታር ኣብ ክረሚያ እትርከብ ናይ ጀኖዋ ነጋዶ ዝሰፍሩላን ወደብ ካፋ ከቢብዋ ነበሩ። እዚ ከባቢ ካብ ክልተ ዝተፈላለዩ ኣህጉርን ድሌትን ዝተፈጥረ ግጭት ጥራይ ዘይኮነ ንታሪኽ ዓለም ንዘልኣለም ዝቐየረ መበገሲ ለበዳ ኮይኑ ኢና ንረኽቦ። ነዚ ለበዳ ክበራታዕ ዝገበሮ ቀንዲ ምኽንያት ድማ ሓደ ፓክስ ሞንጎሊክ ናይ ሞንጎልያውያን ሰላም ንመንገዲ ሲልክ ሮድ ዳግም ስለ ዘበጋጎሶ እቲ ሕማም ካብ ኤስያ ናብ ምዕራባዊ ዓለም ንምጉዕዓዝ ምቹእ መንገዲ ረኸበ። ኣብ ግዜ ኹናት ማለት ኣብ እዋን ከበባ ሰራዊት ታታር በቲ ሕማም ክጥቃዕ ምስ ጀመረ፣ እቲ ተስፋ ዝቖረጸ ኣዛዚ ሰራዊት እንታይ ገይሩ መስለኩም? ክፍኣት ግብሪ። ነቲ ሕማም ከም ስነ-ህይወታዊ መሳርሒ ኲናት ተጠቕመሉ። እወ፣ በቲ ሕማም ዝሞቱ ወተሃደራት ሬሳ ብወንጨፍ ናብ ውሽጢ እታ ከተማ ደርበዮ። እታ ከተማ በቲ ሕማም ድማ ክትሕመስ ከላ፣ ብሕማም ዝተለኽፉ ኣናጹን ፍርሒ ዝወሓጦም ነጋዶ ጀነዋን ናብ ኤውሮጳ ኣብ ዝጓዓዛ መራኽብ ተሰቕሉ። እቶም ዘይረኣዩ ቀተልቲ የሪስያን ፔስቲየስን። ቀጺልና ካብ ጂኦፖለቲካዊ ግጭት ወጺና ነቲ ማይክሮስኮፓዊ ዓለም ምስ እንርኢ ድማ ነቶም ቀንዲ ዘይረኣዩ ቀተልቲ ኢና ንረኽቦም። እታ ጸላም ኣንጭዋን ኣብ ልዕሊኣ እትነብር ቁንጪ ኣንጭዋን ንዝፈጥርኦ ቀታሊ ሕማም ኣህጉራት ከም ዝሰግር ኮነ። እታ ጸላም ኣንጭዋ ናይ ምፍራይን ምስ ዝኾነ ከባቢ ናይ ምልማድ ዓቕማ ነቲ ሕማም ብቐሊል ከም ዝላባዕ ገበረቶ። ግን ብኸመይ ኣገባብ እዩ ዝላባዕ? ኣብዚ እታ ኣንጭዋ ከም መጓዓዓዚት ወይ መዕቆቢት ናይቲ ቁንጪ እያ ትኸውን። እዚ ቁንጪ እዚ እዩ ድማ ነቲ ቫይረስ ናብ ሰብ ዘመሓላልፎ። ኣብዚ እቲ ባክተርያ ንናይ እቲ ቁንጪ ናይ ቅድሚት መዓንጣ ምሉእ ብምሉእ ይዓጽዎ። ብሰንኪ እዚ ድማ እዚ ቁንጪ ዝኾነ ክበልዕ ስለ ዘይክእል ብከቢድ ጥሜት ይጥቃዕ። ሽዑ እታ ዝጠመየት ቁንጪ ካብ ልሙድ ወጻኢ ንሰባት ብተደጋጋሚ ትነክስ። ነገር ግን ደም ክትመጥጥ ክትፍትን ከላ መዓንጣኣ ስለ ዝተዓጽወ፣ ነቲ ዝቐነቐጸ ደም ምስቲ ባክተርያ ሓዊሳ ናብ ደም ሰብ ትደፍኦ። እዚ ስነ-ህይወታዊ መስርሕ'ዩ ድማ ህይወት ሚልዮናት ዘህለቐ። ብዘመናዊ ስነ-ለበዳ ወይ ኢፒዲሞሎጂ ክንርእዮ ከለና፣ እዚ ባክተርያ ንሰብነት ብሰለስተ መንገዲ የጥቅዕ ነበረ። ቀዳማይ፣ ብቡኒክ ዝበሃል ዓይነት ንጽቅታት ሊምፍ ወይ ረቃቂቶ ብምሕባጥ ሱስ ሳሙኢታዊት ካብቶም ዝሓመሙ ክቐትል ከሎ፣ ኒሞኒክ ዝተባህለ ድማ ንሳንቡእ ብምጥቃዕ ብኣየር ዝመሓላለፍ ኮይኑ ካብ ተስዓን ሓሙሽተን ክሳብ ሚእቲ ፐርሰንት ናይቶም ብሕማም ዝተለኽፉ ይቐትል ነበረ። እቲ ሳልሳይ ዓይነት ግን ምንም ተስፋ ዘይህብ ኣዝዩ ዘፍርሕ ነበረ። እዚ ቫይረስ ኣብ ደምካ ምስ ኣተወ ብህይወት ትጸንሓሉ ግዜ ዓሰርተ ኣርባዕተ ፈረቓት ሰዓት ጥራይ እዩ ነይሩ። እዚ ቁጽሪ እዚ ሴፕቲሰሚክ ዝበሃል ዓይነት ሕማም ክሳብ ክንደይ ቅልጡፍን ጨካንን ምንባሩ የርእየና። እዚ ሕማም ባክተርያ ብቐጥታ ናብ ደም ክኣቱ ከሎ ዝኽሰት ኮይኑ ንስርዓተ ሰብነት ምሉእ ብምሉእ የቋርጾ። ሕሰብዎ፣ ሓደ ሰብ ሓሚሙ ምልክት ካብ ዘርእየሉ ጀሚሩ ክሳብ ዝመውት ዝወስደሉ ግዜ ብገምጋም ዓሰርተ ኣርባዕተ ሰዓትን ፈረቓን ጥራይ እዩ ነይሩ። ምሸት ምስ ጥዕንኡ ዝተሰናበትካዮ ሰብ ንጽብሒቱ ንግሆ ብህይወት ዘይክትረኽቦ ትኽእል ማለት እዩ። ብሓቂ ዘስካሕክሕ'ዩ። ምውራር ኣህጉር ኤሮጳ፣ እዚ ሕማም እዚ ካብ ማይክሮስኮፓዊ ደረጃ ወጺኡ ብመስመራት ንግዲ ባሕሪ ኣቢሉ ከመይ ኢሉ ኣህጉራት ከም ዝለኸፈ ክንርኢ ከለና፣ መርከብ ንብረት ጥራይ ዘይኮነስ፣ ነዚ ኣጽናቲ ለበዳ ተሰኪመን ካብ ወደብ ናብ ከተማ ሞት የከፋፍላ ነበራ። ዝርግሕኡ ኣዝዩ ቅልጡፍ ነበረ፣ ኣብ ሽሕን ሰለስተ ሚእትን ኣርባዓን ሽዱሽተን ካብ ካፋ ተላዒሉ፣ ኣብ ሽሕን ሰለስተ ሚእትን ኣርባዓን ሸውዓተን ናብ ኮንስታንቲኔፕል ወይ ናይ ሎሚ ኢስታንቡልን ሜሲናን በጽሐ። ድሕሪኡ ኣብ ውሽጢ ሓደ ዓመት ኣብ ሽሕን ሰለስተ ሚእትን ኣርባዓን ሸሞንተን ናብተን ዓበይቲ ከተማታት ፓሪስን ሎንደንን በጽሐ። ኣብ ሽሕን ሰለስተ ሚእትን ሓምሳን እስኮንላንድን ስካንዲኒቭያን ሰጊሩ ኣብ ሽሕን ሰለስተ ሚእትን ሓምሳን ክልተን ሞስኮ በጽሐ። ነታ ዝተጨባበጠት ኤውሮጳ ኣብ መዓልቲ ብገምጋም ክሳብ ክልተ ማይልን ፈረቓን እናተጓዕዘ ወረራ። ከም ሓዊ እናተላብዐ ካብ ሓምሳ ክሳብ ስሳ ሚእታዊት ህዝቢ ዓለም ቀዘፈ። እዚ ቁጽሪ እዚ ኣብ እንግሊዝን ኢጣልያን ዝነበረ ገምጋም መጠነ ሞት እዩ፣ ማለት ካብ ክልተ ሰብ ሓደ ይመውት ነይሩ ማለት እዩ። እዚ ለበዳ ምሉኣት ዓድታት፣ ስድራቤታትን ማሕበረሰባትን ካብ ገጽ ምድሪ ኣጥፊኡ'ዩ። ኣብ ኮንስታንቲነፕል ዝነበረ ዲሜትሮስ ኪዳኔስ ዝጸሓፎ ሰነድ ነዚ ፍጹም ውድቀት ሰብኣውነት የርእየና። ኣቦታት ንደቆም ኣይቀብሩን፣ ደቂ እውን ነቦታቶም ናብ ናይ መወዳእታ ቀብሪ ኣይከዱን ይብል። ማሕበራዊ ምትእስሳር፣ ፍቕሪ ስድራቤትን መሰራሁ ርህራሄን በቲ ለበዳ ሕማም ፈሪሶም ነበሩ። ተስፋ ምቑራጽን ድንቁርናን ናይቲ ጸልማት እዋን ግብረ መልሲ ከመይ ነበረ? እሞ ሽዑ ዝነበረ ማሕበረሰብ ነዚ ከ ብኸመይ መከቶ? ብዛዕባ ጀርምን ተላባዒ ሕማማትን ምንም ሳይንሳዊ ፍልጠት ኣብ ዘይነበረሉ ዘመን፣ ሰብ ሞያ ሕክምና ይኹን ተራ ህዝቢ ነዚ ዘይርእ ጸላኢ ንምውጋድ ብዕዉር ይንቀሳቐሱ ነበሩ። ኣንቲ ባዮቲክስ ክርከብ ገና ሽዱሽተ ሚእቲ ዓመታት ይተርፎ ነበረ። ስለዚ ግዝኣታት ፈውሰይ ፈውሲ ዓሻ ዝዓይነቱ ስጉምቲ ይወስዳ ነበራ። ኩሉ ስግምቲ ድማ ጌና ኣይነበረን፣ ኣብ ገሊኡስ ዝሰርሐ'ውን ነይሩ'ዩ። ሚላንን ፖላንድን ሰባት ብመንደቕ ብምዕጻው ውሱን ዓወት ረኺበን ነበራ። ቬንስ ድማ ጥብቂ ናይ ባሕሪ ሕጊ ኣውጽት። ዝኾነ መርከብ ናብ ወደብ ቅድሚ ምእታዋ ንኣርብዓ መዓልታት ተፈልያ ክትጸንሕ ገበረት። እዚ ብቋንቋ ጥልያን ኳራንቲና ጆርኒ ይበሃል። ሎሚ ኳራንቲን እንብሎ ቃላት መበገሲኡ ካብዚ'ዩ። ይኹን እምበር እቲ ሕማም ብብከላ ኣየር እዩ ዝመጽእ ዝብል ጌጋ እምነት ይምራሕ ነበረ። እዚ ድማ ሰባት ናብ ዘገርም ተግባራት መርሖም። ገሊኦም ካብዚ ብከላ ኣየር ንምክልኻል ጨና ናይ ሽቓቕ ክሳብ ምሽታት በጺሖም እዮም። ሰብ ሞያ ሕክምና እውን ነቲ ኣየር ንምክክልኻል ዕምባባታትን ቀመማትን ዝመልአ መትኩብ ዑፍ ዝመስል ማስክ ይጥቀሙ ነይሮም። ሰባት ነቲ ሕማም ንምምካት ነቲ ሕበጥ ናይ ጽቅታት ብምቕዳድ ቀልቀል ሰብ ይለኽዩ ነበሩ። ሃብታማት ዝተጣሕነ ዕንቊ ይውሕጡ፣ ገሊኦም ድማ ሽንቲ ይሰትዩ ነይሮም። ፍላጅላንትስ ዝድብሃሉ ድማ ናይ እግዚኣብሄር ቁጥዓ እዩ ብምባል ኣብ ኣደባባይ ንርእሶም ብጭርጓፍ ይገርፉ ነበሩ። እዚ ድማ ንባዕሉ ካልእ መተሓላለፊ ሕማም ኮይኑ ተረፈ። ካብቲ ሕማም ዝኸፍኣ ብተወሳኺ፣ ፍርሒ ኣብ ዝነገሰሉ እዋን ሰባት ተሓታቲ ክደልዩ ጀመሩ። ብሰንኪ እዚ ድማ ኣይሁድ ጉድጓድ ማይ መሪዞም ዝብል ጭብጢ ዘይብሉ ክሲ ኣቕረቡ። ርእሰ ሊቃነ ጳጳሳት ክሌሜንት ሻድሻይ ነዚ ናይ ጽልኢ ዘመተ ደው ንምባል እኳ እንተ ፈተነ፣ እቲ ማዕበል ፍርሒ ግን ኣብ መላእ ኤውሮጳ ጃምላዊ መጥቃዕቲ ኣስዓበ። ዘይተጸበናዮ ዳግመ ልደትን ሓድሽ ሚዛንን ሕጂ ድማ ናብ መደምደምታን ድሕሪ እቲ ሕማም ዝመጸ ለውጢ ንርእ። ደቂ ሰባት ከቢድ ብድሆ እኳ እንተወረዶም ስልጣነ ግን ምሉእ ብምሉእ ኣይጠፍአን። የግዳስ ሓድሽ ሚዛን ተፈጥረ። ቅድሚ እቲ ሕማም፣ ኤውሮጳ ብብዝሒ ህዝቢ፣ ትሑት ደሞዝን ልዑል ብከላ ኣየርን ትጥቀስ ነበረት። ድሕሪ እቲ ሕማም ግን፣ ሕጽረት ጉልበት ስለ ዝተፈጥረ፣ ስልጣም ናብ ሰራሕተኛታት ተዛወረ። ወነንቲ ሜረት ዝሓሸ ደሞዝ ክኸፍሉ ተገደዱ፣ ስርዓት መስፍንነት ድማ ክፈርስ ጀመረ። ናይ ሓረስቶት ናብራ ተመሓየሸ። እዚ ማሕበራዊ ጸቕጢ ንነዊሕ እዋን ተደቊሶም ዝነበሩ ኣሰራርሓታት ቀየረ። ደቂ ኣንስትዮ ቅድሚ ሕጂ ብደቂ ተባዕትዮ ጥራይ ተታሒዞም ዝነበሩ ዓውድታት ስራሕ ክሃንጻ ጀመራ። ሰባት ኣብ ልዕሊ ሃይማኖታውያን፣ ሳይንሳውያን ዀነ ሕክምናዊ ትካላት ሕቶ ከለዓዕል ጀመረ። ከም ሓቂ፣ እዚ ውድቀት እዚ ንኤውሮጳ ከም ዳግመ ህዳሰ ወይ ሪናይሰንስን ንሃይማኖታዊ ተሃድሶን መሰረት ኣንጺፉ'ዩ። ጸሓፊ ታሪኽ ጆን ኬሊ ከም ዝበሎ፣ እዚ ሕማም እዚ ነቲ ማልቱስያን፣ ዴድሎክ ማለት ዘይምምጥጣን ብዝሒ ህዝቢ ምስ ሃብቲ ሰቢርዎ እዩ። ሃብቲ ኣብ ኢድ ውሑዳት ምውዳቕ ተረፈ፣ ኣእምሮ ደቂ ሰባት ድማ ካብ ሓሙኽሽቲ ተሲኡ ሓድሽ ናይ ፈጠራን ቴክኖሎጂን መንገዲ ክደሊ ጀመረ። ሳብስክራይብ ክትገብሩ እናዘኸኸርኩ ድማ ብኻልእ ትምህርታዊ ትንታነ ክሳብ ንራኸብ ሰሰናዩ።